ምስክር እዚ ቃል ኣምላኽ ርእይዎ ኤርምያስ ንቃልካ ምስ ረኸብኮ በላዕክዎ ቃላትካስ ኢሉ ዋው ሓጎሰይን ፍስሃ ልበይን ኮነኒ ኢሉ ኤርምያስ ማለት እዩ ትንቢት ኤርምያስ ዳዊት ከ እንታይ ኢሉ ካብቶም እኽሎምን ወይኖምን ምስ በዝሓሎም ዝሕጎሱሲ ኣብሊስካ ሓጎስ ኣብ ውሽጢ ኣንበርካ ካብ መግቢ ንላዕሊ፣ ካብ መስተ ንላዕሊ፣ ካብ ክዳን ንላዕሊ፣ ካብ መኪና ንላዕሊ፣ ካብ ሰብኣይ ካብ ሰበይቲ ካብ ቆልዑት ንላዕሊ ንውሽጥኻ ብሓጎስ ክመልኦ ዝኽእል ብውሽጥኻ ፍስሃ ክመልኦ ዝኽእል ቃሉ እዩ። ስም ኣምላኽ ንዘለዓለም ይባረኽ። እዚ ቃል ከዓ እንታይ ኣለዎ? ህይወት ኣለዎ፣ መንፈስ ኣለዎ። ኤርምያስ እንታይ ኢልና ሓጎሰይን ፍስሃ ልበይን ኮነን ኢልና ዳዊት እንታይ ኢልና ካብቶም እኽሎምን ወይኖምን ዝበዝሓሎምሲ ካብኡ ንላዕሊ ኣብ ውሽጢ ሓጎስ ኣንበርካ ኢሉ ዋይ እንተልኩም ዳዊት ተሪእኹሞ ቃል ኣምላኽ ይበልዕ ነይሩ ብፍላይ መዝሙ ዳዊት ምዕራፍ ሚእትን ዓሰርተ ትሽዓተን ኩላ እንተ ኣንቢብኩማ ኣብኣ እያ ዘላ እታ ጥቕሲ። ብዛዕባ ቃል ኣምላኽ እዩ ዝዛረብ። ቃልካ ሓጎሰይ ኣይኮነን እንዳበለ ዝዛረብ። ብናፍቖት ቃልካ ኣዒንተይ ሓመቓ እንዳበለ ይዛረብ። መን እዩ? ዳዊት። ሪኹም ኣሕዋተይ ርሕጂ ልዕሊ መምሃራንካ ከለብመካ ዝኽእል ልዕሊ ሽማግለታት ከለብመካ ዝኽእል ልዕሊ ጸላእትኻ ከለብመካ ዝኽእል ሕጊ ኣምላኽ ስርዓት ኣምላኽ ቃል ኣምላኽ ትእዛዝ ኣምላኽ ሃለሉያ ስም ኣምላኽ ንዘለኣለም ይባረኽ ስለዚ ኣብዚ ኤርምያስ ዝበሎ እግዚኣብሔር ኣምላኽ ብስምካ ተሰሚየ ንቃላትካ ምስ ረኸብኩ ከኣ እንታይ ገብርኩ ኣበላዕክዎ ቃላትካ ከኣ ሓጎሰይን ፍስሃ ልበይን ኮነኒ ኢልዎ ስም ኣምላኽ ንዘልኣለም ይባረኽ ኣብዚ መን ርኢና ቀዲምና ናይ ኢያሱ ርኢና ነቲ ቃሉ ምስ ኣንበቦ ነቲ ቃሉ ክበልዖ ከም ዘለዎ እንተበሊዕዎ እንተ ኣስተንቲንዎ ከም ዝቐንዖን ከም ዝሰልጦን ኣብዚ ከኣ እንታይ ኢልና ትንቢት ኤርምያስ እቲ ቃል እግዚኣብሔር እንተ በሊዕኻዮ ሓጎስካን ፍስሃ ልብኻን ከም ዝኸውን ስም ኣምላኽ ንዘለዓለም ይባረኽ። ህዝቅኤል ከዓ እንታይ ኢልዎ እግዚኣብሔር ኣምላኽ ንቃለይ እንታይ ግበሮ ኢልዎ ብልዓዮ ኢልዎ ምዕራፍ ስለስተ ጥቕሲ ሓደ እንተ ይርኢ እንታይ ብለና ንሱ ከዓ ኣታ ወዲ ሰብ ዝረኸብካዮ ብላዕ ነታ ጥቕልቲ መጽሓፍ ብልዓያ ከይትካ ድማ ንቤት እስራኤል ተዛረቦም በለኒ ሽዑ ኣፌ ከፈትኩ ንሱ ነታ ጥቕላል ኣብልዓኒ ርእዩ እግዚኣብሔር ኣምላኽ ነቲ ቃሉ ክንበልዖ ይደሊ ንኤርምያስ ን ኤርምያስ ታይ ገይሩ ንቃል ኣምላ ታይ ገበሮ በለዖ በላዓ ኾይ ኢልዎ ናብ ኣምላኽ ክጽሊ ከሎ ንርኢ ኣብዚ ከኣ ንህዝቅኤል እንታይ ኢልዎ እግዚኣብሄር ኣምላኽ ኣታ ወዲ ሰብ ዝረኸብካዮ በላዕ ነታ ጥቅልቲ መጽሓፍ ታይ ግበራ በላዕያ ኣብቲ ግዜ እቲ ብ ብራና እቲ መጽሓፍ ቅዱስ ከምዚ ከምዚ ይኮነን ነይሩ ብ ብራና እዩ ተጻሒፉ ነይሩ ከምዚ ዝጥቅለል ማለት እዩ ሕጂ ንዓይ ነቲ መጽሓ ቅዱስ እንታይ ኢልዎ ነታ ጥዕልቲ መጽሓፍ ተግበራ ብልዓያ ኢልዎ ስም ኣምላኽ ንዘለኣለም ይባረኽ ንሱ ኸኣ ኣታ ወዲ ሰብ ከብድኻ ኣጽግብ ንውሽጢ ከብድኻ እውን በዛ ኣነ ዝህበካ ጥቕላል ምልኣዮ በለኒ ሽዑ በላዕኹዋ ኣብ ኣፈይ እውን ጥዕምቲ ከም መዓር ጠዓመትኒ ኢሉ ስም ኣምላኽ ንዘለኣለም ይባረኽ ሽዑ እንታይ ይብሎ እግዚኣብሔር ኣምላኽ በቃ በለኒ ኸኣ ኣታ ወዲ ሰብ ናብ ቤት እስራኤል ኪድ ብቃላተይ ጌርካ ተዛረቦም። ቤን በቲ ዝበልዖ ኣቐዲሙ እንታይ ኢልዎ? ብላዕ ኢልዎ፣ ንሱ ኸኣ ነቲ ቃል ኣምላኽ እንታይ ገበሮ? በልዖ። ምስ በልዖ እንታይ ኢልዎ? እግዚኣብሔር ኣምላኽ በል በቲ ዝበልዓኻዮ ቃለይ ጌርካ ንደቂ እስራኤል እንታይ ግበሮም? ተዛረቦም። ናብ ናብ ኣምላኽ ክምለሱ ተዛረቦም። እግዚኣብሔር ኣምላኽ ሻምቢቆ ክንኮኖ እዩ ዝደሊ ብኣና ጌሩ እንታይ ክገብር ክዛረብ መጀመርታ ግን ነቲ ዝብለና ቃሉ እንታይ ክንገብሮ ኣለና ክንበልዖ ኣለና ለይትን መዓልትን ከነስተንትኖ ኣለና ነቲ ቃሉ ካብ ኣፍና ክንፈልዮ የብልናን ነቲ ቃሉ ኣብ ምድቃስና ኣብ ምትሳኣና እንታይ ክንገብሮ ኣለና ብኡ ክንዛረብ ከም ዘለና ኣብ ልዳት ገዛና እንታይ ክንገብሮ ኣለና ንቃሉ ንምልክት ከነቐምጦ ከም ዘለና ስም ኣምላኽ ንዘለኣለም ይባረኽ ሃለሉያ ስም ኣምላኽ ንዘልኣለም ይባረኽ።